ጥሪ ያው ናዜና ንሙር ኣለና ወለለ ናብ ብስራት ኔና እዩ ያው ንዕድመኩም ለና ፋሚልላ እዎ ዓለት ክንደና ንሙር ኣለና ወለለ ንገር እዩ ስክደት ንግር ኣይ ብኣኻ ይወፃእ ችግር የብሉ ኣይ በቃ ባየ ዝኾኑ ያው ፋሚሊ ሰንበት ዕለት ዕለት? መዓልቲ ዕለ- መዓልቲ ተነጊርኩም እኒኹም ዕለት ባዕልኹም ገምቱ ፀሓፉልና ኣብ ኮሜንት ማለት ኦ፣ በቃ። ዕለት ፀሓፉልና ሰንበት እያ መዓልታ ዝሮ ግን ጥሪ ሰንበት እያ ትውዕላ ናይ ናብሊኒ መርዓ ያው ዕለት እስኹም ገምትዎ ኢኹም ሰላም ሰላም ፋሚሊ ናይ ኣማነፅ ዩቱብ ቻናል ተኸታተልቲ ያው ህም እኒኹም ቤተሰብ ንሕና ዳሕና ኢና ህም እኒኹም ያው በብዘለኹሞ ሰላምኩም ብዝሕዝሕ ይበለልና ፋሚሊ ያው ንሕና ዳሕና እኔና እሺ ብሉኒ ማሬ ሰላም በሉዮሞ። ሰላም ሀሜን ኔኹም ዳሕና ድኹም ፋሚሊ ያው ንሕና ዳሕና ኢና እግዚኣብሔር ይመስገን ንስኹም ለ ዳሕና ሀም ትህልዩ በዓል ትምልእት ተስፋ እየ ያው እንኳዕ ኣብፀሐኩም ንበዓለ ልደት ወዶ ኣውቂዕ እምበር እሺ ታይም ፈለለ ቀሊል ኸይል ዳኹም ከማ እዚኺ እንቅኒኽስ ሓፍርኪ ክንዲኽ ትመስለ ኣይ ያው ልፋሚሊ ኣነ ይሓፍረ ጓይ ዝሮ

ትርጉሙ ለላ ያው ናብ ብርሃን ጊዘ ምስቱ ወልደተ ክርስቶስ ፈጣር ባዕሉ ሰይ መላእክቲ ዝተዓረቕሉ ሰይ እግዚኣብሔር ዝተዓረቕሉ ምክንያት ስለ ዝኾነ ብቻ ሎማዓንቲ ደስ በሃሊ መዓልቲ እዩ ፋሚሊ ናይ ምሕረት ዓመት ምሕረት ዓመት ኾነልና እዩ ያው ኣሕዋትና ለለለኽም ደገ ለለኽም ያው ብሰላም ዓድኹም እስካብ ንነብረሉ ሰኩም በብዘለኹም ያው ብሩኸ ኣውደኣመት ይግበረልኩም ናልና ሎማዓንቲ ቡናና ናስተና ሊኒ ለቡና መፍልሒት ያንያ

ወላ ይንስራሕ ኢለ ገለ እየ ለበልክዎ ነይራ ዝረ ግን ለለ እቱም ኣሕዋትና ላይክ ትህቡ ልኣኹም ለላ ክብል ኣቃና ልደት ክሰርሓኩም ለላ ፋሚሊ ብቻ ለማዓንቲ ሊና ኢና ቢሊና ንሰድድ እዩ ተወግዐ ሎማዓንቲ ላይክ ንርኢ ሞና ሎማዓንቲ ላይክ ናርኢና ብድሕሪኡ ሓሪፍ ሓሪፍ ሰርሓልኩም ኢና ተልያ ኮይንለ በቃ

ኣሜን ኣሜን ድኽም ደይልክተይ ኣይ ኖርማሊ ኣለላይ ናሰርሐት ያው ዕለ ፋሚሊያው ኣን ለኳ ናስራሕ ኩየ ነይራ ኢና ወዲ ና ወዲ ጓል ለና ጓል ግዴታ እዛ ገዛ ሃመይ ሪኹሞ ሃመ ባይዘወይ ብዙሕ ነገር ሓሪፍኩም እዩ ፋሚሊ ብዙሕ ነገር ሓገዚእና ብዙሕ ነገር ክዳን ተገዚእኒ ገለ ግን የረኹኩም ይልኣኹም ላይክ ስለ ትገብሩ ኣለኹም ይትፈራረሽ ብቻህን የባኹም ወገን ፋሚሊ ብኣን ሃምትጥሩ ዘለኹም እዚኣ እያ ምስለ እግዚኣብሔር መስገን እንታይ ክኸፍለና ኮይኑ ኣብ ጎኒ ፋሚልና ኣብ ጎኒ ቤተሰብና ምሳና ንሃለዩ ብቻ ስለ

ንምንታይ ግን ፋሚሊ እዚ ናይና ሕረስ ሰኑየ ስጋ ዓመት በዓል ኩሉ ሻዕ ክኾን ተሎስ ስጋ የለ ስዋ የለ ባናና ዕምበባ ኩሉ ወልዑ ሲ ከቢድኒ እዚ መዓልቲ እዩ ልምንታይ ንስኹም ለድኹም ከቢድኒ እዚ መዓልቲ እያ እዎ እዚ ኩሉ ወሊዕኻ ክኸብደካ እዩ እምበይ ስጋ እንተኾይኑ እዩ እሞ ዘይኸብድ ወለለ እሱማ ዋሓቅኻ ክታይ ድዩ

ግዴታ ነርማል እያ ብቻ ግን ኣንድ ሳሊ ደስ ይብኒ እዋይ ግን ቅልል ዝበለ እዩ ናሎም ዓመት በዓል ስማትና ካሊእ ግዜ ዝኾነ ይኸብደካ እዩ ሓቅካ ከን ምስቲ ኮንዲሽን ብጣዕሚ ግን ዝኾነ ናሎምስ እንድዒ ዝኾነ ቅልል ነገር ኢልና ምስ ደስ በሃሊ ኮይኑ እዩ ተርእይኒ መፅያ ለለ መፅያ ለለ ዕጠን ለለ ቡና ተደሰ ገለ እንደ ፀኒሐ ነይረ ኣማኒ ማሪ

ክህብ እኒኤና ግዴታ እዩ እዎ ክህብ እኒኤኒ
ዝሮ ኣማነይ ማረይ ያው ብኸመይ ኢኻ ኒኻ ሞራልካ ከዚ ና ቪድዮ ምስራሕ ንፋሚሊ ከመይ ዓይነት ሓሪፍ ኢኻ ኒኻ ቤተሰብ ይንጠፍ እዩ ኣነ ኩስካ ክንድዚ ንጠፋና ይመስለኒ ኣይ ሓቅማ ጠፊና ኢና ነርና ይሰራሕና ጠፊና እዮም ኢና ነርና
ሞያ ስራሕ ላያ ፈሚሊ ስራሕ ሕጂ ሎዚ ግዴ ቁርስ ሰዓት ክኾን ተሎ ኢሉ ዝስራሕ ነይሩ ቪድዮ ሕዚ ግን ስራሕና ኢልና ኢና ንቕመጥ ኣዋ ሆነ ግዴታ ኣዋ ግዴታ ነማን እየ እስኺ ቢያንስስ ኣነ ስራሕ ነይሩ ንስኺ ታንኪ ዋ ኣነስ ናይ ገዛ ስራሕ ዶ ክሰኣን እዩ ግን ማርያምን ታይ ባህሙ ልበሃል ናይ ደገ ስራሕ ብቻ ድዩ ስራሕ ኮይኑ ናለገኝ በላ ገዛ መታይ ዋ ኣማ ሌላ ገዛ እ ማርያምን ኣጓላት ከምዚኣ ፈልጣ ማርያምን ናይ ገዛስ ብጣዕሚ እዩ በቃ የውፅእ ምንም ዝኾነ ትሰርሕ በቃ ፀሑ ትሰርሕ ሞስ ፀሑ ሰራሕ ካዶስ ትሓፆ እሞ ፀብሒ ካብ ሰራሕ ልፅሑ ኣለኹ ትሰርሕ ብዛዕባ ክደ ዝሰርሕሎም ፋሚሊ ዋ እንድሕር ብከምኡ ክሰርሓ ዝኾነ ትደልያ ኮይንኩን ወይ ትደልዩ ኮይንኩም ግን ኮሜንት ውሕሊ ብጣዕሚ ዝምና ብልኽሪ ከዳ ይሰርሕ ርዩ እናለማዓንቲ ብሎ ግዜ ኣትመስል ግዜ ኢልኺ እዋ

ታይ እሞ ኣይ ዝሮ ጢዒምካ ፍረድ ኢድኪ ኢድ ምስ ግርዳ ኣዋ ፍሉጥ ዳ ኩነ ያው ፋሚሊ ከመይ እኒኦ ሀዚ ኮንዲሽኑ ዝኾነ ቁርብ ንጉሆ እሞ ዕረ እንካ ሽኮር ወስኸለ

ኣነለስ ተኸይና ግዛዕ ክኢሉ ኣለኹ ብሽኮር ግን ፅነ ሽኮር በዝሐ የኾነ ኢሉ ግመታ ሽኮር ነነ ጣዕሚ ከምኡ እንደውም ብለይ ሽኮር ኮ ትለጦ ዶ ብኖርማል ብለይ ጣዕሚ ሃመ ኢሉ ብለይ ሽኮር ነነ ዝኾነ
ዓንጎል ባህል ጣዕሚ ኣብና ቡና ፋሚሊ እንታይ ልባል ጥርሑ ይመስሉ ከዓ ንጎ ይልጥዕም ገለ ይንብላ ዓበይቲ ወይ ይሰምዕያ ለለ መፅያ ንባዕላ ትናድላ ረዋ ኣቦይ ፍቃዱ ባዕሎም ይናዱ ዲል ባል ኣሎ ሕደግ ግደ ሕደግ ግደ ኣማኒ ማለት እስቲ ህዝሚ ሓሪፍ እዩዋ

ማያ ተፈጥራዊ ቆንጆ እዩ ዛዕባ ከይተጋኒ ምንም ይብስኸይ ሓሸኸሸን
ነገር ለኔ ያው ፋሚሊ እዚኣ እና ጣዕምዋ ጥዕምኩም ከዓ ፍረዱ ከመይ ነመነ
ከባድ ቆልዓ ክባ ሰኺ ኣይድገም ነገር ብቻ ፋሚሊ ምስ ሓዲግና እዮም በልዕና ኢና ሓዲግና ኩልና ልዕና ብቻ ግን ሎንግ ሞፂ ቁጠሚ ኒል ንመጀመርያ ስኢልና ሪእና ቅድሚት ፕሮግራም ወፃ ኮይናትና እዎ ኣንላ ስራሕ ነይሮ ለሊሃም ኢሎም ማለት ግዴታ እዩ ኢለ እንታይ እሞ ከም ልሙጭ ኢኻ ትገብር ኣማነይ እምሊ ሓሰብካዮ ይኾነ እምሊ ኮነልካ ግልባል
ቻፋምና ሃባሕ እዚኦ ኣምድና መጀመርያና ፅዋይ ደጋግም ንኸይኮኑ በ ኣይንጠፈኩም ሓርፍ ሓርፍ ቪድዮ ሒዝናልኩም ዶ ንመፅና ብቻ ኣዋ ስራሕ እዩ ኣይ ናም ዝፈልጡ ክሉ ናይ ስራሕ እኒኦ እንዲ ኣዋ ኣንዘ ስራሕ ይኹም ችን እንደ ካልእ ያው ብለይ ነይላሃም

ጥሪ ያው ማእዜ ኢና ንመርዖ ኣለና ወለላይ ናብ ብስራት ኔና እዩ ያው ንዕድመኩም ለና ፋሚልላ እዋ ዓለት ክንደ ኢና ንመርዖ ኣለና ወለላይ ንገር ስክደት ንግሪም ኣይ ብኣኻ ይውፃእ ችግር ኣይ በቃ ባየ ትኾኒ ያው ፋሚሊ ሰንበት ዕለት መዓልቲ ዕለ- መዓልቲ ተነጊርኩም እኒኹም ዕለት ባዕልኹም ገምቱ ፀሓፉና ኣብ ኮሜንት ማለት እዩ። በቃ። ዕለት ፀሓፉልና ሰንበት እያ መዓልታ ዝሮ ግን ጥሪ ሰንበት እያ ትውዕላ ናይ ናብ ሊኒ መርዓ ያው ዕለት እስኹም ገምትዎ ኢኹም ዝሮ ሓርፍ ገርና ቪድዮ ለነፅናሓልኩም ኢና ቤተሰብ እም፣ እዋ ዝሮ ሓቦ ሓቦ በሉ ኢኹም እዩ እዋ። ሓቦ ሓቦ ነ ኣይዞኹም ተዛጋጀኹም ፅንሒ ነብለዐኩም ንሓርፍ ገይርና ፋሚሊ። ኣወል ፋሚሊ ለይብላዕና ማለ መን ኢልና ያኸ። ግዴታ እቃ እንድሕር ንስኹም ለይረኣኹምዋ ተኾንኩም ያው እዛ ቪድዮ ኣይትሕሰቢ። ዋ እዋ ሀሜማ ሀሜ ድማ ብሱር ለይመፅእ እወ ዶ ማንያ
ኣይ ወደ ላይ ግን ነርሲ ነርሲ ነርሲ ነርሲ ኣይ ምርሳን የኾነ እዩ ምርሳን የኾነ እዩ እዚ ኖርማል ኢለ ዋጋ ከለኹ ዝኾነ ባ
ዙሮ ህዝበ ደግና ደጋጊምና ጥሪ ሰንበት ይኾን ሎም መርዓና ተሃደሙልና ኢኹም ያው ኣኸርትኹም መላ ቤተሰብ እዮም ኣዎ
መላ ቤተሰብ እዎ ያው ፋሚሊ ናብ ሎማዓንቲ ብልኻልና ወጢናኩም እኒና ብኻሊእ ቪድዮ ካብ ናጋ ሓርፍ ገይርና ክንመፅኩም ኢና ፋሚሊ ያው ሰላምኩም ብዝሕዝሕ የለና በብዘለኹም ሀዚ ላይ ያው ርሑስ በዓል ልደት ይጎረልኩም ይገረለና እና ብኻሊእ ቪድዮ እስካ ንመፀኩም ሰላምኩም ብዝሕዝሕ የለና ሌቤቱ ያው ፋሚሊ ከምዚ ኣማኑኤል ወሎ እዩ እንኳዕ ናብዚ ልደተ ክርስቶስ ብሰላም ኣብፀሐና ለዓመተ ኣለ ብሰላም የፅነሐና ካብኡ ደገ ለለኹም ኣሕዋትና ለ ብሰላም ለዓድኹም ይምለስኩም ያው ደግምና ደጋግምና ርሑስ በዓል ልደት ልመላእ ተኸተልቲ እምነት ክርስትና ኣሜን ወልና ብሌኒ መባፅሒ እወ ያው ፋሚሊ ዝል ለለኹም ወለ ሰላምኩም ብዝሕዝሕ ትረፍርፍ የለና ኣይንፅፈኩም ኢለ ቻዋት